ንዓና ምሕጋዝ ምስ ትደልዩ ኣዝያ ቀላል ክትገብርዋ ትኽእሉ ነገር እንተሃለወት ቻናልና ሳብስክራይብ ምግባርን ነዛ ቪድዮ ላይክ ምሃብን ጥራሕ እዩ። ሰናይ ፃንሒት! እቲ ፊልም እንትጅምር ሉሲ ዝተብሃለት ጎርዞ እናርኤና እዩ ማኪና እናዘወረት ኣብ ሓደ ማድያ ነዳድ ንምምላእ ጠጠው ትብል ናይቲ ክፍሊት ማሽን ግን ክሰርሓላ ኣይከኣለን ቀጺላ እውን ናይቲ ማድያ ሰራሕተኛ ክተዘራርብ ናብ ውሽጢ ክትኣቱ ክትብል ብውሽጢ ተሸጒሩ ነበረ ዋላ ሓደ ሰብ እውን ኣይነበረን። ናብ ማኪናኣ እንትትምለስ እውን በሪ ናይ ማኪናኣ ተኸፊቱ ረኸበቶ። ብምጥርጣር እውን ከባቢኣ ምዕዛብ ትጅምር። ሃንደበት ግን ሓንቲ ጎርዞ መፂኣ ሓገዝ ትሓታ። ምርኢትና እውን ድሕሪ ትሽዓተ መዓልቲ ይቕየር እሞ ቻርሊን ኤይድን ዝበሃሉ ፍቑራት ንርኢ። ናብ ናይ ቻርሊ ኣቦኣ ስነ ስርዓት ቀብሪ እናኸዱ እንትኾን ቻርሊ እውን ኣቦኣ ብጣዕሚ ይናፍቓ እሞ ምኽንያቱ ከዓ ኣዲኣ ምስ ሞተታ ብምንክብኻብን ብፍቕርን ይዕብይዋ ብተወሳኺ እውን ኣብ መወዳእታ ኣብ ጎኑ ብዘይምዃና ዓርሳ ትወቅስ። ኤዲ እውን ነቦኣ ፅቡቕ ከም ዝኾነት እናነገራ ኣብ ካሊፎርኒያ ስራሕ ብምርካባ ከም ዘኹረዐቶ ይነግራ። ድሕሪ ንእሽተይ ፃንሒት ናይ ኤዲ ማኪና ባትሪ እናወደኣ ብምፅኡ ናብ ናይ ሓደ ማድያ የምርሑ። ኤዲ ቻርጅ ምድላይ እንትጅምር ቻርሊ ዝብላዕን ዝስተይን ንምግዛእ ናብቲ ስፖር ማርኬት ተኣቱ። ኣብ ውሽጡ እውን ጄክ ዝተብሃለ መንእሰይ ይጽጋዕ እሞ ክፋለጣ ይፍትን። ጄክ እውን ምስ ዓደገቱ ኩሉ ነገር ከፊሉ ይሰናበታ። ኤዲ እውን ኣብቲ ሰዓት በጺሑ ሒዝዋ ይወጽእ። ናይ ጄክ ገንዘብ እውን ንኽምልሰሉ እንትፍትን፣ ጄክ እውን ንቻርሊ ክከናኸና ጥራሕ ይነግሮ። ብዝኸኣልዎ ፍጥነት እውን ካብቲ ቦታ ንምኻድ ይፍትኑ። ኮይኑ ግን ሕማቕ ዕድሎም ኣብ ማእኸል መንገዲ እውን እታ መኪና ባትሪ ትውድእ። ከምኡ እውን ናብ ኣቦ ቻርሊ ስነ ስርዓት ቀብሪ ሰላሳ ኪሎ ሜትር ይቐርዮም። ሓገዝ ንምሕታት እውን ኔትወርክ ዘይምህላዉ እዩ። ቻርሊ እውን ሓገዝ ክትሓትት ተፈተነት እቲ ሽፌር ጠጠው ከየበለ ገዲፍዋ ይኸይድ። ኣብቲ ግዘ እውን ኤዲ ቻርሊ የረጋግዓ እሞ ናይ ኣቦኣ ናይ ቀብሪ ስነ ስርዓት ኣብ ኤግል ወደብ ክግበር ከም ዘለዎ ይነግራ። ቻርሊ እውን ብሓጎስ እናሰዓመቶ በቲ ግዘ ፓልማ እተባህለት ሰበይቲ ማእኸላይ ዕድመ ዘለዋ ብማኪንኣ ትመፅእ። ስለ ዘጋጠሞም ፀገም ቻርሊ እናነገረታ ከላ ናይ ማኪንኦም ባትሪ ከይሓሰብዎ ከም ዝተወደኣ እንተርድኣ ሓገዝ ንኸይጥይቑ ከዓ ኔትወርክ ከም ዘየለ ትነግራ። ፓልማ እዚ ምስ ሰምዐት፣ ንምሕጋዝ ፍቓደኛ ብምዃን ብቕልጡፍ መራኸቢኣ ተጠቂማ ኦውን ዝተበሃለ መካኒክ ትጽውዕ። ብተወሳኺ እውን ቁርሲ ንኽትጋብዞም ከም ዝሓሰበት ትነግሮም። ኣብ ፈለማ ክልቲኦም ፍቑራት ዕድመ ኣይተቐበሉን ነይሮም። ደሓር ግን ኤዲ ንቻርሊ ንሳ ቁርሲ እስካብ ትበልዕ ንሱ ነቲ መካኒክ ክጽቦዮ ይነግራ። ቻርሊ እውን በዚ ተሰማሚዓ ናብ ናይ ፓልማ ማኪና ኣተወት። ኣብ መንገዶም'ውን ፓልማ ንቻርሊ ናበይ እናኸዱ ከም ዘለዉን ቤተሰብ እንተሃልዩዋ ትሓታ። ቻርሊ ብዛዕባ ናይ ኣቦኣ ቐብሪ ስነ ስርዓት ትነግራ፣ ቀጺላ እውን ብዛዕባ ምስ ኤደን ዘለዋ ርክብ ትነግራ። ፓልማ እውን ብዛዕባ ዘጋጠማ ነገር እናነገረታ ተላ ጓላ ብካንሰር ዝሰኣነት ኣብ ቀረባ እዋን ከም ዝነበረ ትነግራ። ደሓር እውን ናብቲ ሬስቶራንት ይበጽሑ እሞ ቻርሊ ንባዕላን ንኤዲን ቦሪቶ ንኽትገዝእ ናብ ውሽጢ ትኣቱ። ኣብ ቀረባ ክመጽእ እዩ ኢላ ተተጸበየቶ ክመጽ ኣይከኣለን፣ ሓደ ሰዓት እውን ይገብር። ከምኡ እውን እስካብ ሕዚ ኔትወርክ ክትረክብ ኣይከኣለትን፣ ናይ ህዝቢ ቴሌፎን ተጠቂማ እውን ንበዓል ገዝኣ መልእኽቲ ሓደገት። እዚ ኩሉ ኣኸቲሉ ቻርሊ ናብቲ ሬስቶራንት እንትትምለስ ኣብ ጠሬጴዛኣ ጄክ እናተጸበያ ትረኽቦ። ጄክ ብዛዕባ ኤዴን ይሓታ፣ ቻርሊ እውን እናመጸ ከም ዝኾነ እንትነግሮ ጄክ በዓል ገዝኣ ኣብ ጸገም ክኸውን ከም ዝኽእልን ከም ዝጸንሕን ይነግራ። ብተወሳኺ እውን ናይ ቻርሊ ኢድ ክሕዝ ይፍትን፣ ኮይኑ ግን ፔፐር ስፕረይ ቅድሚ ምውጽኣ እስካብ ሕዚ ዝተዛረቦም ኩሉ ሕሶት ከም ዝኾነ ተዛሪብዋ እናሰሓቓ ኢዳ ይሰዳ። ቀጺላ እውን ቻርሊ ናብ ማኪና ጽዕነት ትርኢ እሞ ናይ ኤደን ማኪና እውን ኣብ ድሕሪት ተጻዒኑ ነበረ። ብቕልጡፍ እውን ናብ ደገ ብምውጻእ ናይ ኤደን ሽም ትጽውዕ። ኮይኑ ግና ናይቲ ጽዕነት ሽፌር ኦውን ዋላ ሓደ ሰብ ከም ዘይረኸበን ቦይኑ ከም ዝኾነን ይነግራ። ነቲ ጽዕነት ክፍሊት ምስ ተቐበላ ኣድራሻኣ ጽሒፉ ይኸይድ። ኦውን እውን ኤደን ዝኸደ ምስ ዝፈልጦ ሰብ ከም ዝኾነ እንትዛረብ ቻርሊ ዴክ ተስታውሶ እሞ ናብቲ ሬስቶራንት ትኣቱ። ኮይኑ ግና ጃክ በቲ ሰዓት ከይዱ ነበረ። ነታ መሳሰዪ እተሓተተታ እኳ ናብቲ ናይ ጽዕነት ሽፌር ክተውዕሎ ምስ ከደት ንሱ እውን ከም ዝኸደ ትነግራ። ቀጺላ እውን ቻርሊ ኣብ ጣብያ ፖሊስ ብጭንቀት ኮፍ ኢላ ንመርማሪ ግርሃም ሓገዝ እናሓተትቶ ምርኢትና የርእየና። ኤደን ሓደጋ ከም ዘጓነፎ ትጠራጠር እያ። መርማሪ ግርሃም ግን ተተጓይቖም ተነይሮም ይሓታ። ቻርሊ ንጄክ ምርመራ ክገብረሉ ተሓተተቶ እኳ እሺ ክብል ኣይከኣለን። ከምኡ'ውን ጄክ ንጹህ ሰብ ዘይጓዳእ ምዃኑ ይነግራ። መርማሪ ግርሃም ንቻርሊ ናይ መወዳእታ ዝረኣየቶ ቦታ ይወስዳ። ኣብቲ ቦታ እውን ኣይረኸበቶን። ኮይኑ ግን ቻርሊ ናይ ኤደን ኤርፎን ረኺባ ኣብዚ ቀረባ እዩ ዝኸውን ኢላ ትሓስብ። ዝኾነ ድምጺ ተኸቲላ እውን ናብቲ ጫካ ኣተወት። ብርሕቐት እውን ሓንቲ ዋልያ ትርኢ እሞ ከመይ ክትቀርባ ከም ትኽእል ኣቦኣ ዘምህራ መንገዲ ትዝክር። ኣብ ማእከል እውን እታ ዋልያ ናይ ተኹሲ ድምጺ ሰሚዓ ትሃድም። እቲ ፖሊስ እውን ናይ ሃደን ቦታ ስለ ዝኾነ ክትኮሶም ከም ዝኽእል የጠንቅቓ። ቻርሊ ግን ተስፋ ከይቖረጸት ቀረባ ናብ ዝኾነ ናይ ሃደን ቦታ ተምርሕ። ኮይኑ ግን ኣብ ውሽጢ ዝደለየቶ ከይረኸበት ናይቲ ፖሊስ ትእዛዝ ክትቅበል ትግደድ። ቻርሊ ቀጺላ ናብቲ ናይ ዓንተዎ ሬስቶራንት ተመሊሳ ብዛዕባ ኤደን ዜና መልሲ ትጽበ ኮይኑ ግና ዋላ ሓደ ዝሰምዐቶ ሓድሽ ነገር ኣይነበረን። ቻርሊ እውን በዚ ካብ ምርባሽ ካሊእ ሰብ ሓገዝ ንክትሓትት ትውስን። ንካልኣይ ግዜ እውን ዝረኸበቶ ጄክ ነበረ። ንኤደን ከም ዝዓገቶ እናፋጠጠት እንትነግሮ ዋላ ሓንቲ ዝገበሮ ነገር ከም ዘየለ ክሕግዛ ከም ዝመጸን ይዛረብ። ኮይኑ ግና ቻርሊ ስለ ዘይኣመነቶ ተመሳሳሊ ብዛዕባ ኤደን ደጋጊማ ትሓቶ። ጄክ ኣብ ዘለትሉ ሓሪቑ ገዲፍዋ ይኸይድ። በቲ ሰዓት እውን ፓልማ መጺኣ ጄክ እናረበሻ ተኾይኑ ተሓታ። ቻርሊ ቅድሚ ምምላሳ ፓልማ ርእሲ ሃሊማ ሓለዋታ ንክትስሕት ትገብራ። ድሕሪ ዝተወሰነ ጻንሒ ቻርሊ ናብ ሃለዋታ ምስ ተመለሰ ናይ ፓልማ ገዛ ከም ዘላ ትፈልጥ። ኤዲ እውን ዝዓገተቶ ፓልማ ከም ዝኾነት ናይ ዓንተዎ ናይ ጽዕነት ማኪና ወዲ ፓልማ ከም ዝኾነ ትፈልጥ። እዚ ዝገብርዎ ዘለው እውን ንምንታይ ከም ዝኾነ እንትትሓቶም ፓልማ ኤደን ክስደድ እንተደሊኺ ሓደ ነጥቢ ሓሙሽተ ሚልዮን ዶላር ክትከፍል ትነግራ። ቻርሊ ክንድኡ ዝኣክል ገንዘብ ኣብ ባንክ ኣካውንታ ከም ዘየለ ተተዛረበት እኳ፣ ፓልማ ናይ ኣቦኣ ውርሲ ኣስታዊሳ ብቕልጡፍ ካብ ኣካውንታ ንኽትሕልፍ ትእዝዝ። መማረጺ ስለ ዘይነበራ ትሰማማዕ እሞ ኮይኑ ግን ናይ ቴሌፎና ኔትወርክ ከም ዘይሰርሕ ኣስመሲላ ኔትወርክ ናብ ዘለዎ ቦታ ንኽትከይድ ትሓታ። ፓልማ ቻርሊ ብምስምማዕ ናብ ናይ ሓደ ኢንተርኔት ካፌ ትወስዳ፣ በይና ንኽትኣቱ እውን ትፈቕደላ። ዋላ ሓንቲ ነገር ክትገብር ተፈቲና ብቕርበት ዓይኒ እናረኣየታ ስለ ዝኾነ ተጠንቅቓ። ምስ ኣተወት እውን ቀዲማ ናብ ፖላዊስ ንምድዋል እያ ፈቲና ነይራ። ኮይኑ ግን መን ከም ዝለኣኸላ ዘይፍለጥ ናይ መልእኽቲ ጽሑፍ ይበጽሓ። እቲ ገንዘብ ምስ ለኣኸት እውን ካብቲ ካፌ ትወጽእ። ኣብ ደገ እውን ፓልማ ምስ ኤደን ብቴለፎን ክትዘራረብ ትፈቕደላ። ደሓን ምዃኑ ምስ ፈለጠት እውን ናብ ማኪና ኣትያ እውን ምኻድ ትጅምር። ኣብ መንገዲ እውን ቻርሌ ሽንቲ ቤት ክትጥቀም ከም ዘለዋ ንፓልማ ኣብቲ ማድያ ጠጠው ክተብለላ ትነግራ። እቲ ኣጋጣሚ ተጠቂማ ፔፐር ስፕሬይ ነፊሓትላ ናይ ፓልማ መኪና ትወስደላ። ቀጺላ ናብ መርማሪ ግርሃም ከይዳ ንፓልማ ኬዝ ንምኽፋት ትፍትን። ግርሃም ግን እቲ ታሪክ ከይኣመና እትዛረቦ ኣቕሊሉ ርእይዎ ነበረ። ሃንደበት እውን ናቱ ሓላፊት ናብኡ ትመጽእ እሞ ንሳ እውን ፓልማ ነበረት። ግርሃም ካብ ቢሮ ንኽወጽእ ነጊራ ምስ ቻርሊ ምዝርራብ ትጅምር። ቻርሊ ግን ሃንደበት ተላዒላ ካብቲ ፖሊስ ጣብያ እናጎየየት ኣምለጠት። ፓልማ እውን እናጉየየት ክትሕዛ እናፈተነት ግርሃም ጠጠው የብላ እሞ ቀጺላ ፓልማ ንግርሃም ናይ ኣእምሮ ጸገም ከም ዘለዋ ሕክምና ከም ዘድለያን ክትእምኖ ትፍትን። ቀጺላ ቻርሊ ኣቦኣ ከም ዘምህራ ጸሓይ ኣንፈት እናረእየት ናብ ናይ ፓልማ ገዛ በጽሐት። ድሕሪ ንእሽቶይ ጻንሒት ፓልማ ናብ ገዛኣ ትመጽእ እሞ ቻርሊ ብምብላጥ ከም እተጨነቐት ትነግሮ። ቻርሊ ፓልማ ተኸቲላ ቀስ ኢላ ናብ ገዛ ብምእታው ኤዲ ምድላይ ጀመረት። ንኤዲ ዝረኸበቶ እውን ምስኦም እናሰርሐ ነበረ። እዚ ኹሉ ነገር ዝሓንጸጾ ሓደ ነጥቢ ሓሙሽተ ሚልዮን ዶላር ንምስኻዕ ቀንዲ ገጸ ባህሪ ኣፍቃሪኣ ነበረ። እዚ ኹሉ ዝገበሮ እውን እምነታ ንኸይኽሕድ ነበረ። ናይ ኣፍቃሪኣ ሓቃዊ መንነት ዝረኣየ ቻርሊ ዋላ ሓንቲ ከይተዛረበት ትነብዕ። ሃንደበት ከይተሓሰበ ድምጺ ተስምዕ እሞ ኦውን ቼክ እንትገብር ቻርሊ በቲ በሪ ክተምልጥ ይርእያ። ፓልማ እውን ኤዲ ባዕሉ ከይዱ ከዘራርባ ትእዝዝ። ኣብ ቀጻሊ ምርኢት ቻርሊ ኣብ ጋራጅ ውሽጢ ኣብ እተሓብእትሉ ወቕቲ፣ ኤዲ ይረኽባ እሞ እዚ ኩሉ ዝገበረ እውን ምስቴክ በዓል ዋናታት ዝነበሮ ቢዝነስ ንዘይምንእኣስ ምስቶም በዓል ሃፍቲ ንዘይምቁርራፅ ከም ዝኾነ ንምርዳእ ይፍትን። ቻርሊ ግን ዋላ ሓንቲ ዝዛረቦ ኣይኣመነቶን ነይራ። ኤደን ብዛዕባ ኣቦኣ ብምልዓል ዋላ ሓንቲ መዓልቲ ፈትይዎ ከም ዘይፈልጥ ይዛረብ። እዚ እውን ቻርሊ የሕርቓ እሞ ርእሱ ብምህራም ተውድቖ። ብተወሳኺ እውን ኣብ ልዕሊኡ ከቢድ ሸንሸል ፅዒናቶ ትወፅእ። ብምቕፃል እውን ፓልማ ቻርሊ ክረኽብዋ ብዘይምኽኣሎም ኤደን ተኲሶም ይቐትልዎ። ቻርሊ እውን ናብ ጣብያ ፖሊስ ብምምላስ ምስ መርማሪ ግርሃም ትዘራረብ፣ ኩሉ ነገር ብምርዳእ ናይዚ ኩሉ ቀንዲ ገፀ ባህሪ ኣፍቃሪኣ ከም ዝነበረ ትነግሮ፣ ብተወሳኺ እውን ሓላፊቱ ኢድ ከም ዘለዋ ክተእምኖ ትፍትን፣ ግርሃም እውን ሓላፊቱ ፓልማ ይረኽባ እሞ ወዳ ኦውን ኣብ ዝዓገታ ኢዱ ተሃልይዎ ይሓታ፣ ከይተሓሰበ ኦውን ይመፅእ እሞ ንመርማሪ ግርሃም ወቒዑ የውድቖ፣ ናብቲ ምርመራ ክፍሊ እንትኣትዉ ኦን ቻርሊ ኣብ ትኽክለኛ ሰዓት ኣምሊጣ ነበረት። ምርኢትና እውን ብቐጥታ ናብቲ ፊልም መፈለምታ ይመልሰና። እዚ እውን ቻርሊ ሓገዝ እናሓተተት ዝነበረ ግዘ ነበረ። ሉሲ እውን ከይሓገዘታ ገዲፋታ ትኸድ። ቻርሊ እውን ናብቲ ሱፐር ማርኬት ክትኣቱ ክትብል ተዓፅዩ ነበረ። ናብ ውሽጢ ንምእታው እውን እቲ መስኮት ሰቢራ ናብ ውሽጢ ኣተወት። ናብ ፖሊስ ንምድዋል እንትፍትን እውን እቲ ቴሌፎን ተቋርፃ እሞ ጄክ ናብቲ ክሽነ እንትኣቱ ኦውን ናብኦም ምትኳስ ይጅምር። ኦውን ብዝመፆም ቁፅሪ እውን ቦታና ቀያይሩ ሕቡኡ ከይተሓሰበ ቻርሊ ብሓደ ሓጺን ተወቕዖ'ሞ ፓልማ እንተ መጸታ'ኳ ከም ገለ ኢላ ካብቲ ካፌ ክተምልጥ ከኣለት። ኣብ ቀጻሊ ምርኢት ቻርሊ እንትሕባእ ፓልማ እናደለየታ ነበረ። ቻርሊ ናይ ኣቦኣ ምኽሪ ብምስትዋስ ተረጋጊኣ ናይ መምለጢ መንገዲ ምሕሳብ ጀመረት። ኮይኑ ግን ፓልማ ዘለትሉ ቦታ ትፈልጥ'ሞ ምስጓግ ጀመረት። ቻርሊ ፓልማ ብሓይሊ እንትደፍኣ ዓብዪ ዝኾነ ኮንቲነር ኣብ ልዕሊኣ ይወድቕ። ቻርሊ ክትሕግዛ ተፈተነት እኳ ካሊእ ዝኣረገ ማኪና ቦዲ ይወድቃ። ናይ ፓልማ ክህይወቱ እውን ኣብኡ ይሓልፍ። ካብዚ ብምቕፃል ቻርሊ ኣብ ሆስፒታል ሕክምና እናተገበረላ ይርከብ። መርማሪ ግርሃም ይመፅእ እሞ ብዛዕባ እቲ ኬዝ ተወሳኺ ነገር የካፍላ። ኦውን ኣብ ቁፅፅር ከምዝወዓለን ንኣቦኣ ስነ ስርዓት ቀብሪ ክስንያ ፍቓደኛ ከም ዝኾነን ይነግራ። ቻርሊ ግን ብባዕላ ክትገብሮ ከም ትደሊ ብምዝራብ ከይተቐበለቶ ትቐሪ። ኣብ መወዳእታ ምርኢት ፊልምና ቻርሊ ኣብ ኤግል ወደብ ናይ ኣቦኣ ስነ ስርዓት ቀብሪ ትዕደም። ፊልምና እውን ቻርሊ ኣቦኣ ዝገበረላ ኩሉ እናመስገነቶ ይፍጸም። ክቡራት ተኸታተልቲ ኣስሊ ሲኒማ ናይ ሎማዓንቲ መደብ እዚኣ ትመስል ነይራ ፈቲኹሞ ክትኮኑ ተስፋ ይገብር ነዛ ቻናል ሓደሽቲ ዝኾንኩም ተሃሊኹም ሳብስክራይብ ብምግባር ቤተሰብ ኩኑ እስካብ ብቐጻሊ መደብ ንራኸብ ኣብ ዘዘለኹሞ ሰላም ኩኑለይ